ሽረ ይኹን ኣኽሱም ይኹን ያው ትግራይ ዘለዋ መዕርፎ ነፈርቲ ኣብ ሽረና ኣኽሱም መቐለ ሰለስቲኤን እየን ዘለዋ ተዘይተጋግየ ማለት እዩና ሕዚ እዙይ ካብ ሱዕዲ ቀጥታት ክንመጽእ ንኽእል ዶ ማለትም ካብ ሱዕዲ ተሳፊርኩምስ ቀጥታ ሽረ ወይ መቐለ ወይ ኣኽሱም ምውራድ ማለት እዩ ከምኡ እውን ክንደይ ኪሎ ሻንጣ እንታይ ዓይነት ኣቑሑት እንታይ ዓይነት ንብረት ይፍቀደልናን ዘይፍቀደልናን ብዛ ቪድዮ እዚኣ ክነግረኩም እሞ ካብ ሽረ ካብ ስዑዲ ናብ ሽረ ቀጥታ የለን ማለትም ከመዲ ክብራት ኣሕዋተይ ኣሎ እንዲ ከም ምህላው ሓዚ ኣብ ስዑዲ ኮንክን ናብ ኣዲስ ኣበባ ኢኽን ትቑርጻ ቀጥታ ማለት እዩ ብቐጥታ ኣሎ ብትራንዚት ኣሎ ሐዚ ክሓስረልክን ትደሊኽን ወይ ብዱባይ ወይ ብኻሊእ ኻሊእ ክትመጻ ትኽእላ ኢኽን ግን ድማ ዝኸፈልክን ከፊልክን ካብ ስዑዲ ቀጥታ ኣብ ኣዲስ ኣበባ ክትዓርፋ ከለኽን ካብ ኣዲስ ኣበባ ድማ ናብ ድሌትክን ናብ ኣክሱም ድዩ ናብ ሽረ ድዩ ናብ መቐለ ድዩ ብትራንዚት ኢኽን ትመጻ ማለት እዩ ንኣብነት ኣብቲ ትኬት ትቖርጻሉ ቦታ ናብ ሽረ ወይ ከዓ ናብ መቐለ ናብ ኣክሱም ኢልክን ክትቆርጻ ከለኽን ከመይ ድዩ እቲ ኣብ ሐዚ ንኣብነት ናብ ሱዕዲ ክንደይ ማለተይ ካብ ሱዕድስ ናብ ኣዲስ ኣበባ ንኣብነት ሰዓት ክልተ ንግሆ እንድሕር ድኣ ትዓርፋ ኮይንክን ማለት እዩ ሰዓት ክልተ ንግሆ እንድሕር ትዓርፋ ኮይንክን እቲ ኣብ ኣዲስ ኣበባ ዘሎ ቤተሰብ ድዩ ብቻ ቤቲ መዓድ ዘሎ ቤተሰብክን ብቻ ኣብ ኢትዮጵያ ኮይኑ ትኬት ክቆርጸልክን ዝኽእል ሰብ እስኻትክን እታ ኣብ ኣዲስ ኣበባ ትወርዳላ ሰዓት ትሪኣ እሞ ካብኡ ከዓኒ ናይ ሰለስተ ናይ ኣርባዕተ ሰዓት ሐዚ ንጉሆ ክልተ ሰዓት ኣዲስ ኣበባ ትኣትዋ እንተኾይንክን ናይ ኣኽሱም ወይ ከዓ ናይ ሽረ ወይ ከዓ ናይ መቐለ ደሞ ኣጋ ምሸት ሰዓት ሸሞንተ ወይም ደሞ ሰዓት ዓሰርተ እትለዓላሉ ትኬት ትቆርፃ ማለት እዩ። ምክንያቱም ካብ ስዑዲ ኣብ ኣዲስ ኣበባ እንድሕር ደኣ ወሪድክን ሻንጣኽን እስከ ኣትሕዛ ዝኾነ ነገር ኣሎ ፍተሻ ምናምን ኩሉ ስርዓት ዘሎ ኣብቲ ኤርፖርት ዘሎ ስርዓት ኣከናዊንክን እስከ ኣትውድኣ ሰለስተ ኣርባዕተ ሰዓት ክውደልክን ስለ ዝኽእል እተን ሰዓታት ንሰን ይኣኽላኒ ኢልክን ገሚትክን ኢኽን ብናይ ባዕልኽን ግምት ትኬት ትቖርፃ እምበር ካብ ስዑዲ ናብ መቐለ ወይ ናብ ሽረ ናብ ኣኽሱም ተባሂሉ ትኬት ኣይቑረፅን እና ተረዲእክን ክኸውን ተስፋ ይገብር። ናብ ካብ ሱዕዲ ዋላ ናይ ለይቲ ይኹን ናይ ምሸት ይኹን ኣብ ዝኾነ ይኹን ሰዓት ትኣትዋኣ ናብ ኣዲስ ኣበባ ካብቲ ትኣትዋሉ ሰዓት ቀጻሊ ደሞ ናይ ሓሙሽተ ሽዱሽተ ሰዓት ኣርሒቕክን ኢኽን በዓልትኽን ትቖርጻ ማለት እዩ። ካብኡ ከዓ ትኬት ብኽንደይ ይሓስብ መዓዝ ሰዓት ይሓስር መዓዝ መዓልቲ ይሓስር መዓዝ ወርሒ ይሓስር ኣፕሊኬሽን ኣሎ Ethiopian Airline ዝብል ኣፕሊከሽን ኣሎ እታ ኣፕሊከሽን ንሳ እንድሕር ድኣ ኣውሪድክንኣ ኣብኡ ከፊትክን ብዳታ ከፊትክን መዓዝ ወርሒ መዓዝ መዓልቲ መዓዝ ሰሙን ይቐንስ ይውስኽ ኣብኡ ትሪኣ ትኽእላ ኢኽን ናይ ኢትዮጵያ ይኹን ናይ ስዑዲ ኣብ ዝቐንሰልክን ሰዓት መቑራፅ እዩ ማለት እዩ እና ቀጥታ ብሓፂሩ የለን ብትራንዚት እዩ ማለት እዩ ትራንዚት እውን በዓልትኽን እንትቆርፅኦ ብኦንላይን ይኹን ዋላ ብኣካል ኬድክን ትቆርጻ ትኽእላ ኢኽን ቤተሰብ እዩ ዝቆርጸልክን ካብኡ ከዓኒ ክንደይ ኪሎ ይፍቀደና ንትብላ ማለት እዩ ክልተ ሻንጣ ሻንጣ የዕበይ ንኣስ ብዘይግልጽ ብቻ ግን ክልቲኣን ዕስራን ሰለስተን ዕስራን ሰለስተን ኪሎ ክኾና ኣለወን ኣርባዓን ሽዱሽተን ኪሎ ብኢድኩም ደሞ ሸውዓተ ኪሎ እንድዮም ዝብልዎ ከም ምባል ሸውዓተ ኪሎ ይብልዎ እዮም ግን እታ ሻንጣ ንእሽተይ እንድሕር ኮይና ማለት ዓብዩ እንድሕር ኮይኑ ዋላ ሓሙሽተ ኪሎ ተሓዝ ናይቲ ሻንጣ ዕቤት እዮም ዝሪኡ ግን ድማ ሓደ ሓደ ሰብ ሻንጣ ዋላ ንእሽተይ ኮይናሲ ኣብ ውሽጡ ከቢድ ነገር ንኣብነት ዓሰርተ ክልተ ኪሎ ክኸውን ይኽእል ዓሰርተ ኪሎ ክኸውን ይኽእል ሸለል ኢሎም የሕልፍዎ እዮም ብጣዕሚ ርጉማን እንተኮይኖም ደሞ ዋላ ፍርቂ ኪሎ ዘየሕልፉ ኣለዉ እዮም ግን ሓፈሻዊ እታ ሻንጣ ናይ ኢድክን ንእሽተይ ትኹን እምበር ከምዚ ኣብ ዓይኒ ሰብ ኣይትእቶ እምበር ኣብ ውሽጣ ድማ እስካብ ዓሰርተ ኪሎ እንድሕር ትሕዝ ኮይና ምንም ችግር የብሉን። ናተይ ሕዚ እዛ ንእሽተይ ተጎታቲት ሻንጣ ናይ ኢድ ናብ ኣየር ትኣቱ እያ ነይራ ዓሰርተ ኪሎ እንድያም ሕልፊ ዓሰርተ ሓደ ይመልእን እምበር ዝሮዝሮ ብዓሰርተ ኪሎ ንሓዞ ምንም ኣይበሉንን ግን ቆልዓ ሒዘ ነይራ ምናልባት ራህሪሆምለይ ክኾኑ ይኽእሉ። እምበር ሓንቲ ኔራ ምሳይይ ማለት እዩ ካብቲ ዓብይቲ ሻንጣ ይኹን ካብቲ ናይ ኢዳ ሻንጣ ምንም ፍርቂ ክለ ክይሕለፉ እዮም ኣቅርየምዎ ካብኡ ንሳ ድማ ቅርሺ ካብ ዝከፍል ኢላ ኣብ ማሓዝታ ጌራ ንድሕሪት መሊሳቶ ዝሮዝሮ ከም ዕድል ድዩ ኣይፈልጥን ኣብ ገሊኡ ሸለል ይብልዎ እዮም ኣብ ገሊኡ ድማ የክርርዎ እዮም ማለት እዩ እምበር ኣንሕዚ እዘን ክልተ ሻንጣ በቢ ዕስራን ሰለስተን ዘልኩኹም ትርፊ እውን ነይርዎ እዩ ምንም ኣይበሉንን ኣብቲ ናይ ኤልሪ እውን ትርፊ ነይርዎ ግን ድማ ቆልዓ ሒዘ ስለ ዝነበርኩ ብዙሕ ኣየካበሩለይን ነቲ ቆልዓ ስለ ዝሓሰቡ ይመስለኒ ማለት እዩ ካብኡ ብምቕፃል ከዓ ክብራት ኣሕዋተይ ክንደይ ሞባይል ወይም ደሞ ወርቂ ወይም ደሞ ገንዘብ ገለ ንትሕዛ ሞባይል ኣነ ብርግፅ ኣብኡ ዝጥቀመልን ዝነበርኩ እየን ሓንቲ ክልተ ሓደሽቲ ሒዘ ነይራ ምንም ኣይበሉኒ ታይ ድየ ክብለኩም ሞባይል ዲኺ ሒዝኪ ቅርሺ ዲኺ ሒዝኪ እኔኺ ወይ ታይ ኢኺ ሒዝኪ እኔኺ ዝጥይቐኒ ኣካል ዋላ ሓደ ሰብ ኣይነበረን በዝሐ ንኣሰስ ወይ ማሽን እንተልዩ እታ ማሽን ፈትሽ ፈትሻትኒ ዘይ ተኾይና ከይፈለጥኩ ኣነ ኣይፈልጥን እምበር ሰብ ታይ ሒዝኪ እኔኺ ቅርሺ እኔኪ ዶ ወርቂ እኔኪ ዶ ሞባይል ክንደይ ሒዝኪ እኔኺ ገለ ኢሉ ዝጥይቐኒ ሰብ ኣይነበረን ስለዚ ከም ቃሕታ ካይ ግን ድማ ደቂ ዓበይቲ ወይ ሞባይል ቢያንስ ካብ ሓሙሽተ ሽዱሽተ ተዘይተብዝሑ ናይ ኢት ብናይ ስዑዲ ቅርሺ ደሞ ካብ ዓሰርተ ሽሕ ሪያል ብላዕሊ ተዘይትሕዙ ወርቂ እውን ዝካበድ ነገር ወርቂ ሓዚ ናይ ባዕልትኹም ወርቂ እኹል ወርቂ ትሕዙ ትኸእሉ ኢኹም ብዙሕ ብጣዕሚ ዝካበድ ነገር ግን ናብ ዓይኒ ሰብ ዝኣቱ ዘይምሓዝ ማለት እዩ እምበር ብዝተረፈ ሓደ ሓደ ሰብ ብጣዕሚ እዩ ዘካብዶ ግን ኣነ ክካበድ ኣብ ባዕለይ ምንም ነገር ኣይበፅሐንን ኣብቲ ምሳይ ዝነበረ ሰብ እውን ምንም ዓይነት ጉድኣት ክበፅሖስ ኣይረኣኹን ማለት እዩ ደቂ ዓበይቲ ወይ እና ተረዲእኩም ክኸውን ተስፋ ይገብር ብዛዕባ እታ ናይ ኤርፖርት ግን ናይ ኣኽሱም ወይ ከዓ ናይ ሽረ ናይ መቐለ ትቖርፃ ከለኽን ሰዓታ ትርሕቕ ኣቢልክን ንኣብነት ሰለስተ ኣርባዕተ ሰዓት እንድሕር ኣብ ኣዲስ ኣበባ ኣቲኽን እስካብ ሻንጣኽን ዝፍተሽ እስካብ ሻንጣኽን ትርከባ እስካብ ወረቓቕትኽን ተዕርያ ገለ ሰዓት ክኸደክን ይኽእል ካብኡ እቲ ናብ ትግራይ ትኣትዋሉ ትኬት ኣቐዲምክ ተቖሪፅክን ደሞ ከምልጠልክን ስለዝኽእል ካብ ስዑዲ ናብ ኣዲስ ኣበባ ክኣትዋ ከለክን ናይ ትግራይ ትኬት ሰዓታት ኣርሒቅክን ቢያንስ ናይ ሽዱሽተ ሰዓታት ኣርሒቅክን ትቆርፆ ኣለክን ማለት እዩ እና ብከምዚ እዩ በቀጥታ የለን ብትራንዚት እዩ ተረዲእክን ክኸውን ተስፋ ይገብር ደቂ ዓበይቲ ወይ ማዓረይ ሼር ላይክ ሰብስክራይብ ምግባር ድማ ይትረስዑ ካልእ ደሰለኩም ሕቶ ተሓትኑ ትኸእሉ ኢኹም እና ብጣዕሚ ዝፈትወኩምን ዘኸብረኩምን ሰሰናዩ